ልኡኽ መንግስቲ ኤርትራ ካብ ዕስራን ሰለስተን ክሳብ ዕስራን ሸሞንተን ጉንበት ኣብ ጀነቫ ኣብ ዝተቓንዐ መበል ስሳን ትሽዓተን ኣኼባ ውድብ ጥዕና ዓለም ንኣርብዓን ሸውዓተን ሃገራት ኣፍሪቃ ወኪሉ መደረ ኣቕሪቡ። ፈጻሚ ጉዳያት ቀዋሚ ተልእኾ ኤርትራ ኣብ ቤት ጽሕፈት ሕቡራት ሃገራትን ካልኦት ኣህጉራውያን ውድባትን ኣብ ጀነቫ ኣቶ በረኸት ወልደዮሃንስ ብ ዕስራን ሸሞንተን ጉንበት ኣብ ዘቕረቦ ንጥዕና ስደተኛታትን ግዳይ ፍልሰትን ዝምልከት መደረ ኩለን ኣባል ሃገራትን ኣህጉራውያን ውድባትን ንኹሎም ስደተኛታትን ግዳይ ፍልሰትን ኣቕርቦት ኣገልግሎት ጥዕና ከውሕሳ ሕጋውን ሞራላውን ግዴታ ከምዘለወን ኣስሚርሉ። ኣብዚ ብኣላይነት ውድብ ጥዕና ዓለም ዝተቓንዐ ኣኼባ ብዛዕባ ምህዳስ ውድብ ጥዕና ዓለም፣ ምምካት ተላባዕቲ ሕማማት ካብ ኢቦላን ዚካን፣ ኣህጉራዊ ኣቕርቦትን ርኽበትን ጥዕናዊ ፍወሳ፣ ጉዳይ ጥዕና ኣብ ሽርትታት ዘላቒ ምዕባለ ሕቡራት ሃገራት ከምኡ'ውን ጥዕናን ፍልሰት ደቂ ሰብን ኣብ ዝብሉ ዛዕባታት ዘተ ተኻይዱ።
ካብ ወፃኢ ዝመፅኣ ኣባላት ሃማደኤ ኣብ ዝተፈላለየ ኩርንዓት ሃገር ተሰላሲሎም ዘለዉ መደባት ልምዓት ንውሑስ መፃኢ ወለዶታት ኤርትራ ኣብ ግምት ዘእተወ ምዃኑ ገሊፀን። ጋዜጠኛ ዮናታን የዕብዮ እተን ኣባላት ኣብ ዞባታት ዓንሰባን ጋሽ ባርካን ናይ ዘካየደኦ ዑደት ኣመልኪቱ ዘዳለዎ ፀብፃብ ኣሎ ሄኖክ ፍረሚካኤል ከቕርቦ እዩ። ኣብ ዞባታት ዓንሰባን ጋሽ ባርካን ዝሰላሰል ዘሎ ልምዓታውን ትሕተ ቅርጻውን ንጥፈታት ንናይ ምግባር ዓቕሚ ህዝብን መንግስትን ዘጉልሕ ምዃኑ ኣብተን ዞባታት ብእኩብ ዑደት ዘካየዳ ካብ ወጻኢ ዝመጻ ኣባላት ሃማደኤ ሓቢረን። ኣብ ሳዋ ዝረኣኽዎ ንኣብነት እቶም መንእሰያት ብደቂ ተባዕትዮት ይኹን ብደቂ ኣንስትዮ ሞራሎም ዝለዓለ ብልዑል መንፈስ ብጽቡቕ መንፈስ ተቐቢሎምና። እቲ ናቶም ዕላማ እውን ንትምህርቲ ንህንጸት ስለ ዝኾነ ብጽቡቕ መንፈስ እየ ርእየዮ። ንኽዛረቦ ወይ ንኽገልጾ ከማን ቃላት ይሓጽረኒ። ናይ ብሓቂ ተስፋ ዘለዎም መንእሰያት እዮም ኣብኡ ተማሂሮም ኣብቲ ክፍልታት ተማሂሮሞ ዘለዉ ኣብቲ ብዙሕ ብሕርሻታት ከይደሞ ዘለዉ መራሕትን ተማሂሮም ዘለዉ ብሕርሻ ይኹን ብገለ ይኹን ብማዕድን ይኹን ተማሂሮሞ ዘለዉሲ ንዓናስ ዘሐጉስ እዩ ሎሚ ኣንፉ ጥራይ ሰርዲ ርኢና ኣብ ድሕሪ ዓመት ክልተ ዓመት ሰለስተ ዓመትሲ ኣብ መወዳእታ ሓሙሽተ ዓመትሲ ካልእ ክንብል ተስፋ ኣለና ብመንእሰያትና ጸጊብና ኢና ብስራሓቶም ይኹን ብትምህርቶም ይኹን ብኩሉ ብግርድቶም ይኹን ኩሉ ሓቂ ሓቂ ተስፋ ሂብና ኢና ኣስፊሕና ንመንእሰያትና ሕጉሳት ኢና ንሳተን ኣብቲ ካብ ዕስራን ሽዱሽተን ክሳብ ዕስራን ትሽዓተን ጉንበት ኣብ ገርሰት፣ ፋንኮ፣ ኣፊምቦልን ከርከበትን ንዝሰላሰል ዘሎ መደባት ልምዓት ድሕሪ ምዕዛብ ንኤሪና ኣብ ዝሃብኦ ሓበሬታ ንፍናነን መሊሱ ዘብርኽ ኮይኑ ከም ዝረኸብኦ ገሊፀን። መንእሰይ ኤርትራሲ መስተንክር ከም ዝሰርሕ ናይ ሎሚ ዘይኮነ ናይ ቀደም እምነተይ እዩ። ተቐይሩ ዘይፈልጥ። እቲ እምነተይ ከኣ ኣብ ቦትኡ ኣሎ። ኣብ ዓመት ኣብ ዓመት እንዳመጻእኩ ዝርእዮ ምዕብለ ምዕባለ ካብ ዓመት ናብ ዓመት እንዳናሃረ ይኸይድ። ናይ ብሓቂ ዘደንቕን ንሕልናኻ ዘዕርፍን ርኢና ማለት እዩ። ብኡ ከኣ ብጣዕሚ ተሓጒስና። ዝተራእየ ብሕልፊ ኣብዚ ናይ ዳማት ብጣዕሚ ብጣዕሚ ብጣዕሚ ንሃገርና ዋሕስነት ከም ዝኾነ፣ ሃገርናሲ ድሕሪ ቁሩብ እዋን፣ ካብ ጥሜት ካብ ገለ ጥሜት የብላን ርእሳ ዝኻኣለት ኢያ ኣይለመነትን ድሕሪ ሕጂ ካኣ ኣይክትልምንን ኢያ ታይ ዳኣ ክትህብ ኢያ ክትሙጽውት ኢያ ኣብኡ ከምኡ ደረጃ ክትበጽሕ ከም ዝኾነት ምንም ጥርጣሬ ስለ ዘይብለይ ሓበነይ ወሰን የብሉን። ነቲ ፕሮጀክታት ዝከታተሉ ሓለፍቲ ንዑደተኛታት ኣብ ዝሃብዎ መብርሂ፣ ብሓያል ተሳትፎ ህዝቢ ብሓፈሻ ብመንእሰያት ድማ ብፍላይ ዝተሰላሰሉ ዲጋታት ገርሰት፣ ፋንኮን ከርከበትን መርኣያ ናይቲ ውሕስነት መግቢ ንምርግጋጽ ብመትከል ርእሰ ሙርኮሳ ዝዕመም ዘሎ ዕዮ ምዃኑ ኣረዲኦም። ድሮ ንፈተነ ዝተዘርኣ ኣእካልን ዝተተኽለ ኣትክልትን ፍረ ክህብ ከምዝጀመረ ዝሓበሩ እቶም ኣካየድቲ ስራሕ፣ እቲ ናይ ልምዓት መደብ እናሰፍሐ ይመጽእ ከምዘሎ፣ መፍረ ሳልሳ፣ ጽርበት ሓጺንን ምድላው መግቢ እንስሳን ድማ ኣካል ናይዚ ዕማም ምዃኑ ኣብሪሆም። መንግስቲ ኣብቲ ከባቢ ዝግበር ዘሎ ወፍሪ ዝያዳ ንኽሕይል ንጉዳይ ምውሓስ ምንጪ ሓይሊ ኤሌክትሪሲቲ ዓብዪ ቆላሕታ ሂቡ ይሰርሓሉ ከምዘሎ ድማ ኣገንዚቦም።
ጨንፈር ሚኒስትሪ ዕዮን ሰብኣዊ ድሕነትን ዞባ ዓንሰባ ዜጋታት ንምጥዋር ዘሰላስሎ መደባት ኣተባባዒ ምንባሩ ሓላፊ'ቲ ጨንፈር ኣቶ ግርማይ ቦኽረጼን ገሊጹ። ኣቶ ግርማይ ንኤሪና ኣብ ዝሃቦ ሓበሬታ፣ እቲ ጨንፈር ማሕበራዊ ድሕነት ዜጋታት ንምርግጋጽ ኣብ ዝሓለፈ ናይ ናጽነት ዓመታት ብዘሰላሰሎ መደባት ንልዕሊ ዓሰርተ ሽሕ ዘኽታማት ቆልዑ ብልዕሊ ሰማንያን ሽዱሽተን ሚልዮን ናቕፋ ከጣይስ እንከሎ ንኣስታት ሸውዓተ ሽሕ ቆልዑ ድማ ምሉእ ሓገዝ ናይ ናውቲ ትምህርቲ ከምእተገብረሎም ኣብሪሁ። ኣብቲ ዞባ ስድራ ስውኣት ንምእላይ ልዕሊ ኣርብዓን ክልተን ሚልዮን ናቕፋ ደገፍ ከም እተዋህበ፣ ን ሸሞንተ ሚእትን ኣርብዓን ሓደን ስንኩላን ነብሶም ንክኽእሉ ዝሕግዝ ካብ ወለድ ነጻ ዝኾነ ልዕሊ ዕስራ ሚልዮን ናቕፋ ልቓሕ ከም እተዘርግሐ፣ ስንኩላን ተመሃሮ ብሰንኪ ናይ መጓዓዝያ ጸገም ካብ ትምህርቶም ንኸይበኽሩ ዝተፈላለየ ሓገዛት ከም እተገብረሎም ኣረዲኡ። እቲ ጨንፈር ሰብ ዝሰርሖ መሓውር፣ ዓረብያ፣ ምርኩስን ካልእን ኣፍሪዩ'ውን ካብ ዞባታት ጋሽ ባርካን ሰሜናዊ ቀይሕ ባሕርን ንዝመጹ ስንኩላን ኣገልግሎት ከም ዝህብ ኣቶ ግርማይ ብተወሳኺ ገሊጹ።
ኣብ ንኡስ ዞባ ኣቑርደት መደብ ትምህርቲ ንዓበይቲ ዕዉት ውፅኢት የመዝግብ ከምዘሎ ሓላፊ መደብ ትምህርቲ ንዓበይቲ ኣብቲ ንኡስ ዞባ መምህር ኣሕመድ እድሪስ ሓቢሩ። ኣብቲ ንኡስ ዞባ ብመደብ ትምህርቲ ንዓበይቲ ፊደላት ቆጺረን ክሳብ ናይ ካልኣይ ደረጃ ትምህርተን ዝዛዘማን መምህራን ክኾና ዝበቕዓን ኣዴታት ከምዘለዋ ዝጠቐሰ መምህር ኣሕመድ፣ ሚኒስትሪ ትምህርቲ ንኣገዳስነት እቲ መደብ ተገንዚቡ ሓምሳን ሰለስተን መምሃሪ ነቑጣታት ብምኽፋት ይደፍኣሉ ከምዘሎ ኣረዲኡ። መብዝሕተን ተሳተፍቲ መደብ ምጥፋእ መሃይምነት ደቂ ኣንስትዮ ምዃነን ጠቒሱ ድማ እቲ ዕድል ንኹሎም ናይ ትምህርቲ ግዚኦም ዝሓለፎም ዓበይቲ ክፉት ስለዝኾነ ደቂ ተባዕትዮ እውን ብግቡእ ክጥቀምሉ ኣተሓሳሲቡ። ተሳተፍቲ ኣብ ዝሃበኦ ሓበሬታ ድማ ኣቐዲመን ከንብባ ኮነ ክፅሕፋ ይኽእላ ስለዘይነበራ ኣብ ዕለታዊ መነባብሮኣን ኣሉታዊ ፅልዋ ከምዝነበሮ ብምዝካር ሎሚ ግን ሳላ ዝተኸፍተለን ዕድል መሃይምነት ኣጥፊኤን ንተምሃሮ ደቀን ብግቡእ ክከታተላ ከምዝበቕዓ ገሊፀን። ንሳተን ኣስዒበን፣ መደብ ትምህርተን ዓበይቲ ኣብ ምቑጽጻር ፊደላት ጥራይ ከይተሓጽረ፣ ኣብ ሓፈሻዊ ንቕሓተን እውን ልዑል ኣስተዋጽኦ ከም ዝገበረ ብምምልካት፣ ሳላ'ቲ ዝረኸበኦ ዕድል፣ ደረጃ ንቕሓተን በሪኹ እወታዊ ኣመለኻኽታ ከማዕብላ ክኢለን ምህላወን ኣብሪሀን።